ሰላምታና ንዓኹም ክቡራት ተኸታተልቲ ናይዛ ቻነል። ሓጸርቲ ዜናታት ስፖርት ኣዋሂድና ቀሪብና ኣለና፣ ክትስዕቡና ብኣኽብሮት ንዕድም። ማጊ በዓልቲ ቤት መሓመድ ሳላሕ ብዙሕ ግዜ ኣብ ማሕበራዊ መራኸቢታት ኣይትረአን እያ ከም ናይ ካልኦት ስፖርታውያን በዓልቲ ቤት እውን ሞዴል ኣይኮነትን ብዙሓት ወገናት ድማ ምስጢር ዓወት መሓመድ ሳላሕ፣ እታ ርጉእ ህይወት ክመርሕ ሓጊዛቶ ዘላ በዓልቲ ቤቱ ማጊ ሳዳቕ ምዃኑ ይሕብሩ። ሊቨርፑል ንቶተንሃም ረቲዓ ንመበል ዕስራ ግዜኣ ኣኽሊል ፕሪመር ሊግ ዓቲራ ታሪኽ ምስ ኣጽሓፈት፣ ማዕከናት ዜና ዓለም ነቲ ምስ በዓልቲ ቤቱን ክልተ ደቁን ስእሉ ዝዘርግሐ ኮኾብ ኣጥቃዓይ'ዛ ክለብ መሓመድ ሳላሕ ማእከል ዝገበረ ኣርእስትታት ኣልዒለን ዝተፈላለየ ጽሑፍ ኣብ ምዝርጋሕ ይርከባ። ገለ ካብቲ ዘስፍርኦ ዘለዋ ጽሑፍ ድማ ብዛዕባ እታ ኣብ ማሕበራዊ መራኸቢታት ሳሕቲ ተዘይኮይኑ ንሱ ከማን ባዕሉ መሓመድ ሳላሕ ኣብ ዝልጥፎ ምስልታት እትረኣ ማጊ ሳድቕ ኣብ ምጽሓፍ ይርከባ። ንሕና ድማ ብዛዕባ እዚ ሰለስተ ግዜ ማለት ክልተ ሽሕን ዓሰርተ ሸሞንተን፣ ክልተ ሽሕን ዓሰርተ ትሽዓተን፣ ክልተ ሽሕን ዕስራን ሓደን ወርቂ ጫማ ክዓትር ዝበቕዐ፣ ሕጂ ድማ ንኤርትራዊ ሽወደናዊ ኣሌክሳንደር ኢሳቕ መሪሑ ንራብዓይ ግዜ ነዚ ክብሪ ንምርካብ ዝቃለስ ዘሎ ሓልኣ ጋንታ ሃገራዊት ጋንታ ግብጺ መሓመድ ሳላሕ መበገሲ ጌርና ምስዛ ናይ ዓሰርተ ክልተ ዓመት መጻምድቱ ዝኾነት በዓልቲ ቤቱ ክንድስስ ኢና። መሓመድ ሳላሕ ኣብ ክልተ ሽሕን ዓሰርተ ሸውዓተን እግሩ ናብ ኣንፊልድ ምስ ኣዕለበ ብቕልጡፍ'ዩ ኣትለቲካዊ ብቕዓቱ ከንጸባርቕ ክኢሉ። ንተኸላኸልቲ ብዘይንሕስያ ብምስጋር በተን ዘይምሕራ ኣእጋሩ ንኩዕሶ ናብ ሸቶ ክቕይር ኣይሽገርን። በዚ ከኣ ምስ ብጾቱ ብምዃን ኣብ ክልተ ሽሕን ዕስራን ጋንትኡ ሊቨርፑል ዋንጫ ፕሪመር ሊግ ከተልዕል ብምግባር ናይ ሰላሳ ዓመት ድርቀት ዋንጫ መኸተምታ ገይርሉ። በዚ ከኣ ኣብ ደገፍቲ ሊቨርፑል ዘይሃስስ ዝኽሪ ክፈጥር ክኢሉ ይርከብ። ዛንታ ዓወታት መሓመድ ሳላሕ ክግንጸል ድማ ዛንታ ማጊ ሳዳቕ ክለዓል ግድን እዩ። ማጊ ንሳላሕ ኣብ ጫፍ ህቡብነት ምስ በረኸ ዘይኮነ ረኺባቶ፣ ገና ኣብ ባህግን ሕልምን እንከሎ'ያ ተላልያቶ። ምስኡ ኣብ ድኻሙን ውድቀቱን ሓቢራ ብምጉዓዝ ድማ ነዚ ረኺብዎ ዘሎ ክብርን ዝናን ብሓባር ኮይኖም ክቋደስዎ በቒዓም። መሓመድ ሳላሕ ሓምድ ማሕሮስ ጋሊ ብ ዓሰርተ ሓሙሽተ ሰነ ሽሕን ትሽዓተ ሚእትን ቴስዓን ክልተን እዩ ኣብ ባሲኦን ጋርቢኣ ኣብ ትበሃል ሓንቲ ካብ ናይ ግብጺ ከተማታት ተወሊዱ። በዓልቲ ቤቱ ማጊ ሳድቕ ድማ ድሕሪ ክልተ ዓመት ናይ መሓመድ ሳላሕ ኣብ ሽሕን ትሽዓተ ሚእትን ቴስዓን ኣርባዕተን ኣብታ መሓመድ ሳላሕ ዝተወለደላ ከተማ ተወሊዳ። ወለዲ ማጊ ሳድቕ ኣብ ቤት ትምህርቲ መሓመድ ኢያድ ኣልታንታዊ መምህራን ብምንባሮም፣ ሳላሕን ማግን ኣብታ ቤት ትምህርቲ ሌላ ጀሚሮም ክሳዕ ካልኣይ ደረጃ ድማ ብሓደ ተጓዒዞም። ዝምድንኦም እናዓበየ ምስ ከደ፣ ናይ ቁልዕነት ምሕዝነቶም ናብ ፍቕሪ በሪኹ። ድሕሪ ናይ ነዊሕ ዓመታት ጉዕዞ ከኣ ኣብ ዓሰርተ ሸውዓተ ታሕሳስ ክልተ ሽሕን ዓሰርተ ሰለስተን ኣብታ ተወሊዶም ዝዓበዩላ ከተማ ቃል ኪዳን ኣሲሮም። ድሕሪ ዓመት ድማ ሳላሕ ተጻዋታይ ክለብ ቸልሲ እንከሎ ማካ ክብሉ ዝሰመይዋ ቦኽሪ ጓሎም ኣብ ለንደን ተበኲሮም። ድሕሪ'ቲ ኣብ ክልተ ሽሕን ዕስራን ሊቨርፑል ኣብ ፍርቂ ፍጻመ ጸወታ ሻምፕዮንስ ሊግ ንባርሴሎና ኣርባዕተ ብ ባዶ ኣዕንያ ንኣፍቀርቲ ስፖርት ዘገረመትሉ መድረኽ ስድራቤት ሳላሕ ድማ ካያን ክብሉ ዝሰመይዋ ጓል ብምውሳኽ ስድራቤቶም ከዕብዩ ተራእዮም። በዓልቲ ቤት መሓመድ ሳላሕ፣ ማጊ ሳድቕ፣ ኣብ ዓውዲ ኣዋርሕ ሃይማኖት ምስልምና ዝርከቡ ኩሎም ትእዛዛት ብምፍጻም ሕጃብ ክትለብስ እንከላ፣ ከምቲ ዝበዝሓ ግብጻውያን ደቂ ኣንስትዮ ዝገብርኦ ድማ ጸጉራ ብመንዲል ትሽፍን። ማጊ ሳድቕ፣ ትምህርታ ብምዝዛም ብዓውዲ ባዮቴክኖሎጂ ዲግሪ ክትሕዝ እንከላ፣ ዘይከም ኣንስቲ ካልኦት ስፖርታውያን ኣብ ዝኾነ ናይ ማሕበራዊ መራኸቢታት ክትመጽእ ኣይትደልን እያ። መሓመድ ሳላሕን በዓልቲ ቤቱ ማጊ ሳድቕን ውልቃዊ ህይወቶም ብምስጢር ክሕዝዎ ዝደልዩ ብምዃኖም፣ በዓልቲ ቤቱ ኪንዮ ኣደ ክልተ ቆልዑ ምዃና ዝፍለጥ የለን። ማጊ ሳድቕ፣ መሓመድ ሳላሕ ኣብ ዘካይዶ ግጥም ኣብ ሜዳ ተረኺባ ክትከታተሎን ክትድግፎን ወትሩ ትርኣ'ያ፣ በዚ ከኣ ኣብ ልዕሊ ዓወት በዓል ቤታ ዘለዋ ተራ ጉሉሕ ምዃኑ ይግለጽ። ኖቲንግሃም ፎረስት ኣብ ፖርኖግራፊ ንእትዋሳእ ደጋፊት እታ ክለብ ንሓዋሩ ናብ ሜዳኣ ከይትኣቱ ከልኪላ። ኣብቲ ዝሓለፈ ቀዳም፣ ኖቲንግሃም ማዕረ ዝተፈላለየትሉ ግጥም፣ ቦኒ ብሉ ዝተባህለት ናይ ፖርኖግራፊ ተዋሳኢት ናብቲ ሜዳ ጸወታ ክትዕዘብ ምስ መጸት ካብ ኣፍደገ ተመሊሳ። ጓል ዕስራን ሓሙሽተን ዓመት ቲያ ኢማ ብሊንገር ወይ ናይ መድረኽ ስማ ቦኒ ብሉ ኣብ ፖርኖግራፊ እትሳተፍ ኰይና፣ ደጋፊት ኩዕሶ እግሪ እውን እያ። እዛ ምስ ሓደ ሽሕን ሓምሳን ሸውዓተን ደቂ ተባዕትዮ ርክብ ከም ዝፈጸመት ዝንገረላ፣ ኣብ ዓለም ብብዝሒ ጾታዊ ርክብ ቀዳመይቲ ንምዃን ኣንቂዳ ዘላን ጎርዞ፣ ናብቲ ናይ ኖቲንግሃም ፎረስት ስቴድዩም ክትኣቱ ምስ መጸት ንሓዋሩ ናብቲ ሜዳ ንኸይትኣቱ ከም ዝተኸልከለት ተሓቢራ። ንሳ ኣብ ፖርኖግራፊ እትነጥፍ ብምዃና፣ ጸወታ ኩዕሶ እግሪ ድማ ንኽትርኢ ብምኽልካላን ኣብ ልዕሊኣ ኣድልዎ ከም እተፈጸመ እያ እትሕብር ዘላ። ቦኒ ብሉ ኣብዚ ሰሙን ኣብ ፖድካስት ቀሪባ ኣብ ዝሃበቶ መግለጺ፣ ኣነ ጸወታ ኖቲንግሃም ፎረስት ክዕዘብ ዝኸድኩሉ፣ ኣብቲ ሜዳ ንዝነበረ ህዝብን ተጻወትቲ ኖቲንግሃምን ጽቡቕ ግዜ ንምፍጣር ሓሊን'የ ክትብል ተዛሪባ። ቦኒ ብሉ ናብቲ ጸወታ ቅድሚ ምጉዓዛ ንናይ ማሕበራዊ መራኸቢታት ተኸተልታ፣ ሕጂ ጸወታ ክዕዘብ ይኸይድ ኣለኹ ክትብል ሓቢራ ነይራ። ቡኒ ኣብቲ ሜዳ ምህላው ኣገዳስነት ከም ዘለዎ ብምሕባር፣ ኣነ ናብቲ ደገፍቲ ዘለዎ ቦታ እንተኣትየ፣ ሰባት ውሑድ መስተ'ዮም ዝሰትዩ፣ እዚ ኸኣ ንጥዕንኦም ጽቡቕ'ዩ ብምባል ንነብሳ ትከላኸል። እንተዀነ፣ ኣካየድቲ ሜዳ ህላወ ቦኒ ብኸምዚ ናታ መግለጺ ኣይቅበልዎን'ዮም፣ በዚ ድማ ኣብ ዝሓለፈ ጸወታ ክኽልክልዋ ዝተራእዩ። ንሳ ንሜዳ ክትኣቱ ኣብ ማዕጾ ምስ በጽሐት፣ ዋርድያ ትኬት ከተርእዮ ሓቲትዋ። እዛ ኣብ ፖርኖግራፊ እትነጥፍ ቦኒ'ብሉ ሕቶ'ዚ ዋርድያ፣ ናብ ናይ ቪኣይፒ ኮፍ መበሊኣ ዘሰንያ ምዃኑ'ያ ተጸብያ ነይራ። እዚ እናተጸበየት እንከላ ግና እቲ ዋርድያ ሰፈራ ንኻልእ ከም ዝተዋህበትን ናብ ሜዳ ክትኣቱ ከም ዘይፍቀዳን ሓቢርዋ። በዚ ጥራይ ከየብቅዐ ድማ ንሓዋሩ ናብዚ ሜዳ ከይትኣቱ ከም ዝተኣገደት ተሓቢርዋ። ቡኒ፣ ሴክስ ወርከር ብምዃንይ ኣድልዎ ተፈጺሙኒ ኢላ ክትከስስ እንከላ፣ ብዙሓት ወገናት ግና ነዚ ውሳነ ዘለዎም ደገፍ ኣብ ምግላጽ ይርከቡ። ሓደ ደጋፊ፣ ስድራቤት ጎርዞታት እዚ ናይ ሕማቕ ጸላዊት ምዃና ይርድኦም'ዩ ኢሉ ጽሑፉ ከስፍር እንከሎ፣ ካልእ ደጋፊ ድማ ተጻወትትና ኣብ ናይ ጸወታ መዓልቲ ከምዚ ዓይነት ኣቓልቦ ዝሰልብ ነገር ኣየድልዮምን'ዩ ክብል ሓሳቡ ገሊጹ። ተስዓን ትሽዓተ ነጥቢ ክልተ ሚእታዊት ደገፍቲ ኖቲንግሃም ፎረስት ኣብ ሜዳ ዘለዎም ሰፈር ውሑስ ምዃኑ'ዩ ዝግለጽ። ናይ ኑኖ ኤስፔሪቶ ሳንቶስ ኖቲንግሃም በዚ ተርእዮ ዘላ ድንቂ ብቕዓትን ውጽኢትን ኣብ ዝመጽእ ዓመት ክብረ ወሰን ናይታ ጋንታ ዝሰብር ብዝሒ ትኬት ክትሸይጥ ተዳልያ ትርከብ። ክርስትያኖ ሮናልዶ፣ ኣል ነስር ንኬቨን ደ ብሩይነ ሓደ ሚልዮን ንሰሙን እናኸፈለት ከተፈርም ድፍኢት ይፈጥር። ክርስትያኖ ሮናልዶ ነቲ ካብ ማንቸስተር ሲቲ ክሰናበት ምዃኑ ብወግዒ ብዝሰደዶ ደብዳበ ተፈሊጡ ዘሎ ኮኾብ ማእከል ሜዳ ደ ብሩይነ፣ ናብ ስዑዳዊት ክለብ ኣል ነስር ክጽንበር ውልቃዊ ጎስጓስ የካይድ ከምዘሎ ዝተፈላለያ ማዕከናት ዜና ይሕብራ ኣለዋ። ሮናልዶ ንሓላፊ ክለብ ኣል ነስር ኬቨን ደ ብሩይነ ክነጽጎ ዘይክእል ጠለብ ከቕርበሉ ሓቢርዎ ክትብላ ዘ ሳን እትገልጽ። ሮናልዶ ነዚ ምስ ሲቲ ዘለዎ ውዕል መወዳእታ እዚ ወቕቲ ዘብቅዕ ተጻዋታይ ልዑል ደገፍ ከምዘለዎ'ዩ ዝንገረሉ። በዚ ዘለዎ ፍቕሪ ድማ'ዩ እዚ ወዲ ሰላሳን ሰለስተን ዓመት ቤልጅማዊ ኮኾብ ኣብ ጎኑ ኮይኑ ንኽጻወት ንሓለፍቱ ናብ ሊግ ስዑድ ዓረብ ከምጽእዎ ዝምሕጸን ዘሎ። ኬቨን ደ ብሩይነ ስዑዳዊት ክለብ ኣል ነስር ክትከፍሎ እትኽእል ህጡር ገንዘብ ከየስደዖ ምስ ማንቸስተር ሲቲ ክጸንሕ'ዩ ወሲኑ። ሕጂ ግን ውዕሉ የብቅዕ ብምህላዉ ነዚ ዝቐረበሉ ጻውዒት ቆላሕታ ክህበሉ ምዃኑ ይንገር። ክለብ ኣልነስር ንደብሩይነ ኣብ ግዜ ምፍራሙ ሓምሳ ሚልዮን ፓውንድ ብምሃብ ንሰሙን ሓደ ሚልዮን ፓውንድ እናኸፈለት ከተጻውቶ ድላይ ከምዘለዋ እዩ ዝንገረላ። ነዚ ከኣ ሮናልዶ ኣበርቲዑ ይጽዕረሉ ከምዘሎ ይትንተን። ሮናልዶ ነዚ ፈጠራዊ ተጻዋታይ ንምምጻእ ድፍኢት ክገብር እንከሎ፣ ደብሩይነ ብወገኑ ከም ክርስትያኖ ሮናልዶ ዝኣመሰሉ ዋላ ሰለስተ ሜተር ብራኸ ዘለዎ ክሮስ ጌርካሎም ከርክብዎ ንዝኽእሉ ተጻወትቲ ምጽዋት፣ ብርግጽ ነቲ ናተይ ቀረብ ማለት ኣሲስት ናይ ምግባር ክእለተይ ከዕዝዞ'ዩ ክብል ተዛሪቡ'ሎ። ደ ብሩይነ ምስ ሮናልዶ ተጻሚዱ ክጻወት ተጀሚሩ፣ ብዝሒ ሸቶታት ሮናልዶ ቅድሚ ትጽቢት ዝግበረሉ ሓደ ሽሕ ከም ዝበጽሕ ትጽቢት ተገይሩሉ'ሎ። በዚ ከይከውን ድማ ሮናልዶ ንምምጻእ ደ ብሩይነ ዝደፍኣሉ ዘሎ። ዕድለኛ ፌዴሪኮ ቼዛ መዳልያ ፕሪምየር ሊግ ክወስድ እዩ። ፈደሪኮ ቼዛ ብወግዒ ሻምፒዮን ፕሪምየር ሊግ ከም ዝኾነ ዝሓለፈ ሰሙን ተረጋጊጹ። ኢጣልያዊ ፈደሪኮ ቼዛ ኣዋርሒ ነሓሰ 2024 እዩ ካብ ጁቬንቱስ ናብ ሊቨርፑል ተጸንቢሩ። ብዘጋጠሞ መጉዳእትን ኣብቲ ዝስለፈሉ መስመር ዘሎ ውድድርን ከኣ ኣብ ሜዳ ብብዝሒ ክስለፍ ኣይተራኣየን። ቼዛ ማልያ ሊቨርፑል ለቢሱ ኣብ ዓሰርተ ክልተ ግጥማት ክስለፍ እንከሎ ኣብ ሰለስተ ግጥማት ድማ ምስ ቀዳሞት ዓሰርተ ሓደ ተጻወትቲ ናብ ሜዳ ወሪዱ። ኣብዚ ወቕቲ ከኣ ኣብ ኣርባዕተ ግጥማት ጥራይ'ዩ ኣብ ፕሪመር ሊግ ተሰሊፉ። በዚ ከኣ ሊቨርፑል ንቶተንሃም ሓሙሽተ ብ ሓደ ረቲዓ ታሪኻዊት ዋንጫ ፕሪመር ሊግ ናብ ሕቝፋኣ ከምዘእተወት ምስ ተረጋገጸ፣ ፈደሪኮ ቼዛ ኣብ ኣርባዕተ ግጥማት ፕሪመር ሊግ ጥራይ ብምስላፉ ምስቶም ዕስራን ሓደን መዳልያ ፕሪመር ሊግ ዝወሰዱ ተጻወትቲ ከምዘይከውን ተፈሊጡ ጸኒሑ። ምኽንያቱ ሓደ ተጻዋታይ መዳልያ ክወስድ እንተኾይኑ ኣብ ሓሙሽተ ግጥማት ክስለፍ ኣለዎ ዝብል መምርሒ ስለዘሎ'ዩ። መዳልያ ሃዲማቶ ክበሃል ዝጸንሐ ቼይዛ ኣሰልጣኒኡ ኣርን ስሎት ኣብቲ ሊቨርፑል ብቸልሲ ሰለስተ ብ ሓደ ዝተረትዓትሉ ግጥም ኣብ ሰማንያን ክልተን ደቒቕ ንሜዳ ከምዝወርድ ብምግባሩ ግን ምስቶም መዳልያ ዝወስዱ ተጻወትቲ ከምዝስራዕ ገይርዎም። ዕድለኛ ኬይዛ ድማ ድሕሪ'ቲ ኣብ ክልተ ሽሕን ዓሰርተ ሓደን ዓሰርተ ክልተን ምስ ማንቸስተር ሲቲ ብምዃን መዳልያ ፕሪመር ሊግ ዝዓተረ ማርዮ ባላቶሊ ካልኣይ ነዚ ክብሪ ዝበቕዐ ኢጣልያዊ ክኸውን ክኢሉ። ሊቨርፑል ዕስራን ሓሙሽተን ግንቦት ኣብቲ ምስ ክሪስታል ፓላስ እተካይዶ ናይ መዛዘሚ ጸወታ ብወግዒ ኣኽሊል ፕሪመር ሊግ ክትደፍእ'ያ። ፕሪመር ሊግ ንተጻወትቲ ኣሰልጠንትን ስታፋቱን ዝወሃብ ኣርብዓ መዳልያ'ዩ ንሓንቲ ጋንታ ዝህብ። ሓንቲ ጋንታ ብወገና ኣገዳሲ ንዝበለቶ ኪንዮ ዘን ኣርብዓ መዳልያ ክትሽልም ትኽእል እያ። ፍትዋት ተኸታተልትና ንሎሚ ዝሓዝናዮ ትሕዝቶ ኣብዚ ፈጺምና ኣለና። ከም ወትሩ ሼር፣ ላይክ ከምኡውን ኮመንት ብምጽሓፍ ዘለኩም ርእይቶ፣ ነቐፌታ ከምኡውን ምትብባዕ ክትህቡና ንላቦ። ብዝተረፈ ሰላም።